ሰላም ሰላም ሰላም ጥዕና ሃበልና ኣብዛ ቪድዮ እዚኣ ድማ ብዛዕባ መዓንጣ ወይ መዓናጡ ክንዛረብ ኢና መዓንጣ ተመርኪስና ንመሓላልፎ መልእኽቲ ክንርኢ ኢና ማለት እየ ካብ መዓንጣ ዝወፁ ቃላት እዚኣ ንእግረ መገደይ እንታይ እዛ ስእሊ ንምንታይ ኣምፅያ ጀስት ፒክቸር ክህልወና እዚ ስቶማክ ጨጎራ እዩ ብእንግሊሽ፣ ብትግርኛ ጨጎራ፣ ከምኡ ድማ እዚ ክፋል ናይ ንእሽቶ መዓንጣ እዚ ኣካል እዚ ብእንግሊሽ ዶደኖም እዩ ዝበሃል፣ ብትግርኛ የብልናን። ካብኡ ቀፂሉ ድማ እዚ ኣብ ውሽጢ ቀጢን መዓንጣ እየ ዝዛረብ ዘለኹ እዚ ጀጀኒየም ይበሃል። ከምኡ ድማ ቀፂሉ ኣብዚ ግሪን ቀጠልያ ንሪኦ ዘለና ከዓ ኢሊም ኢልና ንጠቕሶ መብዛሕትኡ ኣብ ኤለመንታሪ ስኩል ገለ ተማሂርናዮ ኢና ማለትሲ ኣም ሹር ገሊኹም ትዝክርዎ ኢኹም ካብኡ ቀጺሉ ድማ ናብዚ ገዚፍ መዓንጣ ይኸይድ ብገዚፍ መዓንጣ ቢሉ ድማ ኮሎን ንብሎ ብእንግሊሽ ናብ ደገ ይወጽእ ሕጂ ነዚኤን ክርእየን እየ ንእሽቶ መዓንጣ ንእሽቶ መዓንጣ ልክዕ ገሊፅና እያ ተዛሪብና ኣሎ ኣለና ገዚፍ መዓንጣ እንታይ ከም ዝመስልካ ርኢና ኣለና ካብዚ ዝወፀ መልእኽትታት ከምዚ ንኣብነት መዓንጣይ ዝሕው ኢሉ ክንብል ከለና ሲ እንታይ እዩ እቲ መልእኽትና ማለት እዩ መዓንጣይ ዝሕው ኢሉ ክንብል ከለና መዓንጣይ ዝሕው ኢሉ ሕማቕ ነገር ርኢኻ ንኣብነት ኣዝዩ ሕማቕ ዝኾነ ነገር ውሽጥኻ ሕማቕ ይስምዓካ ክትጻወሮ ዘይትኽእል ነገር ኣብ ውሽጥኻ ይርብጸካ ተርባጽ ይገብረልካ እዚ መዓንጣይ ዝሕው ኢሉ በቃ ሕማቕ ነገር ርኢኻ ከምኡውን ኢሞሽንስ ከም በዓል ፍቕሪ ተጻዋርነት ክሳብ ትስእን እንድሕር ኮንካ ውሽጥኻ ውሽጥኻ ሕብጭብጭ ዝብለካ እንድሕር ኮይኑ መዓንጣይ ዝሕው ኢሉ ክትብል ትኽእል መዓንጣ ዘለዎ ክንብል ከለና ድማ መዓንጣ ኣለዎ እትይልና እያ ንሰብ ኦፍኮርስ መዓንጣ ኣለዎ ሰብ ግን እንታይ እዩ ቃል ንቃሉ መዓንጣ ኣለና ኩላና መዓንጣ ኣለዎ ክትብል ከለካ ግን ትብዓት ኣለዎ ተባዕ እዩ እዩ ዘስምዕ መዓንጣ የብሉን ክንብል ከለና ድማ ብኣንፃሩ ማለት እዩ መዓንጣ የብሉን ትብዓት የብሉን ፈራሕ እዩ ንምባል የስምዕ መዓንጥኡ ተዘሪጉ ክንብል ከለና እዚ ድማ መዓንጣ ቴክኒካሊ ማለት ስጋ እንዲዩ ኣይዝረግን እዩ እቲ መዓንጡ ተዘሪጉ ክትብል ከለካ ግን እቲ ኣብ ውሽጡ ዘሎ ትሕዝቶ ማለት እዩ እቲ ውሽጡ ዘሎ ትሕዝቶ ናብ ምንታይ ካብ ፍርሕን ራዕድን ዝተበገሰ ይቐጠን ማለት እዩ ሞ ናብ ውፃእት ዓይነት ገፁ ይቕየር በዚ ድማ እቲ ምልክት ናይ ውፃእት ኩሉ ግዜ ምስ ምንታይ ነተሓሕዞ ምስ ፍርሒ ነተሓሕዞ ምስ ፍርሒ መዓንጥኡ ተዘሪጉ ንብሎ ድማ ንሰብ መዓንጥኡ ተዘሪጉ መዓንጣ ትበተኽ እያ ክንብል ከለና ድማ ትበተኽ እያ ማለት ሲ ብጣዕሚ ፍርሒ ዘይስምዖ ፍርሕን ራዕድን ዘይስምዖ ተባዕ ሰብ ማለት እዩ ብሓፂሩ መዓንጣ ትበተኽ እያ ፈፂሙ ኣይፈርሕን እዩ ከምኡ ድማ ልሕሉሕ መዓንጣ ክንብል ከለና እንታይ እዩ ዘረዳእና መዓንጥኡ ዝማህመነ እዩ ማለት እዩ ቃል ንቃሉ ቃል ንቃሉ ክንትርጉሞ ከለና መዓንጥኡ ዝማህመነ ማህሚኑ ኣሎ ማለት እዩ ላሕሊሑ ማህሚኑ ሓደ ዓይነት መልእኽቲ ዘለዎ በቲ ካልእ ወገን ድማ ጥልቕ ኢልና ልሕሉሕ መዓንጣ እንተኢልናዮ ትብዓት ዘይብሉ ማለት እዩ እንታይ እዩ ልሕሉሕ ተኮይኑ ልሕሉሕ መዓንጣ ከምዚ ኣብ ላዕሊ ዝገለፅናዮ መዓንጣ ተዘሪጉ ዝበልናዮ ከምኡ እቲ ልሕሉሕ ዝኾነ እቲ መግቢ ኣብኡ ኣይፀንሕን እዩ ምክንያቱ ለሚፁ ስለ ዝኾነ ናብ ደገ ቀልጢፉ ይኸይድ ማለት እዩ ስለዚ ብከምኡ እዩ ልሕሉሕ መዓንጣ ከዓ ምስ ትብዓት ነተሓሕዞ ልሕሉሕ መዓንጣ እዩ ልሕሉሕ መዓንጣ እዩ ፈራሕ እዩ መዓንጣኡ ብትኽ ኢሉ መዓንጥኡ ብትኽ ኢሉ ክንብል ከለና ግን እዚኣ ካልእ ትርጉም እዩ ዘለዋ መዓንጥኡ ብትኽ ኢሉ ጉህዩ ኣዝዩ ጉህዩ ማለት እዩ እዚ ድማ እንታይ እዩ እቲ መዓንጣ ተበቲኹ ኢልና ንገልፆ እንታይ እዩ መዓንጣ ይብተኽን እዩ ግን እንታይ ንምግላፅ እዩ ንኣብነት ጅማውትና ጭዋዳታትና ዝኾነ ነገር ብፍላይ ደም ሰራውርና ንኣብነት እንታይ ይኸውን ፕረሸር ክበዝሖ ከሎ እቲ ኡ ዘሎ ደም ይትኮስ ስለዚ ተተኪሱ ድማ እቲ ሰራውር ይብተኽ ማለት እዩ ብሓፂሩ እቲ ምብታኽ ሕጂ መዓንጥኡ ብትኽ ኢሉ ክንብል ከለና ካብ ጓሂ ዝመፀ ፕረሸር ዘለዎ ማለት እዩ ብሓፂሩ ፕረሸር ዘለዎ ፀቕጢ ዘለዎ ስለዚ መዓንጥኡ ብትኽ ኢሉ በቃ ምሽኪናይ ጉህዩ ማለት እዩ ከምኡ ድማ መዓንጥኡ ኩምትር ኢሉ ክንብል ከለና ምኹምታር እዚ ምኹምታር ካብ ሓዊ ካብ ጓህሪ ዝስዕብ ማለት እዩ። ዋዒ ዘለዎ ውሽጥኻ ይረስን እሞ በቃ ብገለ ነገር ፕረሸር ኩሉ ነገር ተሓዊስዎ ናብ ሓዊ ነገር ትቕየር ስለዚ መዓንጥኡ ኩምትር ኢሉ ክትብል ከለኻ ጉህዩ ጉህዩ ኣሎ ኣዝዩ ጉህዩ ኣሎ ማለት እዩ ብዝተፈላለየ መገዲ እዚ መዓንጥኡ እንታይ እዩ መዓንጥኡ ብትኺሉ ክንብል ከለና ካብ ፕሬሸር ተተኪሱ ማለት እዩ ብሓፂሩ እዚ ግን ካብ ምንዳድ ነዲዱ ማለት እዩ ግን ትርጉሙ ኩሉ ሓደ እዩ መዓንጥኡ ሕንዝፍ ኢሉ ክንብል ከለና ድማ ቃንዛ ኣለዎ ቃንዛ ክኸውን ይኽእል እዩ ዋሂ ክኸውን ይኽእል እዩ ክልቲኡ መዓንጡ ሕንዝፍ ኢሉ መዓንጡ ሕንዝፍ ኢሉ ክንብል ከለና ሲ ንኣብነት ገለ ነገር ሓሚሙ ወይ ዝግ ዝኾነ ነገር ኣጋጢሙ ኣሎ ብቃንዛ በቃ ፅልል ኢሉ መዓንጥኡ ሲ ምሽክናይ ሕንዝፍ ኢሉ ንብል ማለት እዩ ከምኡ ድማ ሕንዝፍ ኢሉ ድማ ጉህዩ ብውላዱ ብገለ ዝኾነ ነገር ወይ ንዕኡ ዘጋጠሞ ናይ ስድራ ቤቱ ገለ ነገር ዘጋጠሞ ዋይ ምሽክናይ መዓንጥኡ ሕንዝፍ ኢሉ በቃ ጉህዩ ማለት እዩ መዓንጥኡ ጥውፍ ኢሉ ክልቲኤን ትርጉመን ዳርጋ ሓደ እየን ምዘያ ምዛ ዝጠቀስኳ እዚኣ ማለት እየ ቃንዛን ጓህን ድማ የመልክት እዚ መዓንጥኡ ጥውፍ ኢሉ ከምኡ ድማ ኣሉ መዓንጣ ክንብል ከለና ብዙሕ ግዜ እኳ ኣይንሰምዓን ኢና ግን ትበሃል እያ ኣሉ ቀጣን ማለት እዩ ትርጉማ ኣሉ መዓንጣ ኣሉ ቀጣን ክሒዱ ማለት ፈፂሙ ኣይኣመነን ማለት እዩ ኣብ ዝወዓሎ ነገር ኣይኣመነን ኣሉ ቀጣን ኢሉ ኣሉ መዓንጣ ማለት እዩ ከምዚ ኢልና ንገልፆ ኣብ ቋንቋና መዓንጣኻ ሸጥ ኣብሎ ድማ ንብል ኢና ሕጂ ሸጥ ኣብሎ ማለት እንታይ እዩ ተዓጠቆ ሸጥ ኣብሎ ስታንድ ኣፕ ኤንድ ጌት ኣፕ ትባዕ ሕጂ ንድሕሪት ምምላስ የለን መዓንጣኻ ሸጥ ኣብሎ ኣብነት ዝኾነ ነገር ገጢሙካ ኣሎ ስለዚ ሰብ ክትብድሆ ከም ዘለካ የወንከኣልካ ኣሎ መዓንጣኻ ሸጥ ኣብሎ መዓንታኻ ሸጥ ኣብሎ ደጊም ንድሕሪት ምምላስ የለን ስታንድ ኣፕ ኤንድ ጌት ኣፕ መዓንጣ ዘይቋፀረ ድማ ንብል ኢና መዓንጣ ዘይቋፀረ ወይ ድማ ኣምዑት ዘይቋፀረ ኣምዑት ኣብ ላዕሊ ኣይጠቐስኩዋን ኣምዑት እንታይ ማለት እዩ ኣምዑት ኩሉ መዓንጣ ማለት እዩ ቀጢን ንእሽተይ መዓንጣ ወይ ድማ ገዚፍ መዓንጣ መዓንጣ ክንብል ከለና ብሓፈሻ ኢና ንዛረብ ዘለና ንእሽተይ መዓንጣ ክኸውን ይኽእል ገዚፍ መዓንጣ ክኸውን ይኽእል እቲ ኣምዑት ድማ ከምኡ ማለት እዩ ሕጂ ብሓጺሩ መዓንጣ ዘይቋጸረ ክንብል ከለና መንእሰይ ገና ውልዶ ዘሎ ማለት እዩ ወና ውልዶ ዘሎ ቱ ያንግ ማለት እዩ መሳኪን መዓንጣ ዘይቆጸሩ ቆልዑ ኣብ ሕማቕ ኩነታት ኣትዮም ማለት ሲ ኣይግብኦምን እዩ ንኣሽቱ እዮም ማለት እዩ ንዕድመ ንምግላጽ ማለት እዩ እዚ ብሓጺሩ ሲ መዓንጣ ዘይቋፀረ ኣምዑት ዘይቋፀረ ክንብሎ ከለና ህፃን እዩ ማለት እዩ ዘስምዕ መዓንጣይ ሓሪረ ክትብል ከለካ ድማ ክልቲኡ ምስ ኣምዑተይ ሓሪረ ካብ ጓሂ ዝነቐለ ሓሪረ ድማ ዋዒ ረስኒ ከምቲ ኣብ ላዕሊ ዝጠቐስናዮ ኩምትር ኢለ ዝበልናዮ እዚ መዓንጣይ ሓሪረ መዓንጣይ ኩምትር ኢለ ካብ ጓሂ ካብ ረስኒ ካብ ውሽጥኻ ሽበራ ዘለዎ ነገር ማለት እዩ። መዓንጣይ ለሚጹ ክትብል ከለኻ መዓንጣይ ኣሪጉ ማለት እዩ። ኣብ ውሑዳት ሰባት ኢኻ ትሰምዖ። መዓንጣይ ለሚጹ ዝብሉ ሰባት እንታይ እዮም? ምስ ዓበዩ ተጻዋርነት የብለይን ንምባል እዩ። ተጻዋርነት የብለይን ሕጂ ኣሪገ ማለት እዩ ብሓጺሩ። እዚ ዘረባ እዚ ዘረባ መዓንጡ ውፅኦሞ ክንብል ከለና ድማ እንታይ ማለት እዩ? መዓንጡ ውፅኦሞ ንዘረባ

ኣብ ዲቴይል ኣትዮም ክንብል ንኽእል ስለዚ ኣይሆፕ ተረዲኤናና ክኾነ ተስፋ ገብር ብዝተረፈ ሰሰና እዩ ተጥዕሙ ንዓኻትኩም